ኣስኣላህ ስብሓን ወተዓላ ረቢ ስብሓን ወተዓላ ይወፍቀና ንረመዳን ሑዘይፋ ሲ ሑዘይፋ ብን የማን ረዲየላሁ ዓንሁ እንታይ ይብል ነይሩ ሰሓባ ንነቢ ዓለይሂ ሰላት ወሰላም ብዛዕባ ኼር ክሓቱ እንከለዉ ፅቡቕ ነገር ክሓቱ እንከለዉ ኣነ ግን ብዛዕባ ናይ ፈተናን ናይ ሽግርን ይሓትት ነይረ ይብሉ። ንምንታይሲ እቲ ሕማቕ እንተደኣ ፈሊጠዮ፣ እቲ ፈተና እንተደኣ ፈሊጠዮ ምእንትን ካብኡ ክርሕቕ። ሱብሓነላህ። ሑዘይፋ ረዲየላሁ ዓንሁ። ሕጂ ከኣ ንሕና እቲ ኼር እንሻኣላህ ክመጻና እዩ ብዛዕባ ሮሞዳን ኩሉ ነገር ግን እንታይ ኣሎ ኣሕዋት ከምኡውን ኣሓት፣ ብዙሕ ነገር ሙኻልፍ ዝኾነ ንሱና ኣሎ ኣብ ረጀብ ከምኡ ብዙሕ ቢድዓታት ሪኢና ብዙሕ ቢድዓታት ሰሚዕና ካብኡ ክንርሕቅን ካብኡ ክንቁጠብን ዝግበኣና ነገር ረጀብ ሰባት ባዕሎም ዝፈጠርዎ እስቲቅፋር ኢሎም ዝጸውዕዎ መዛያ ኣለዎ ኢሎም ክብረት ኣለዎ ኢሎም ኣሽሁሩል ሑሩም ነዓም ኣላህ ስብሓን ወተዓላ ካብቲ ዙልሙ ክንኸይንገብር ውግእ ከይኸውን ጠለብ ባዕልኻ ከይትካ ከይትዋጋእ ሓራም ብዙሕ ከይትገብር ባዕልኻ ከይትቀታተል ካብቶም ኣሽሁሩል ሑሩም ኣርባዕተ ረጀብ ክቡር ወርሒ ምዃኑ ገይርዎ እዚ ማለት ግን ኣምጺኻ ናትካ እስቲቅፋር ክትገብረሉ ባዕልኻ ድጽሓፍካዮ ካብ ሓዲስ ዘይመጸ ሱና ነቢ ዓለይሂ ሰላቱ ወሰላም ዘይገበርዎ ባዕልኻ ክትሽርዕ ቁጽሪ ከተውጽእ ወከዛሊክ ለይለት ኢስራ ወልምዕራጅ ኢልካ ዕለት ባዕልኻ ክትገብር ሙሓቂቂን ናይ ታሪኽ ወከዛሊክ እቶም ዑለማእ እቲ ናይ ታሪኽ ዑለማእ ኤግዛክትሊ ደይት ናይ ኢስራ ወልምዕራጅ ፍሉጥ ኣይኮነን ይብሉ ፍሉጥ ኣይኮነን ዋላ እንተተፈለጠ ከማን ኣብዚ ለይቲ እዚ ወይ ኣብዚ ዝተከነ ናይ ኢስራ ወል ምዕራጅ ሓቂ እዩ ንኣምን ግን ኣብቲ መዓልቲ እቲ ወይ ኣብቲ ለይቲ እቲ ስፔሻሊ ዝኮነ ዒባዳ ክትገብር ወይ ከኣ ከተክብሮ ወይ ከኣ ብስያምን ብቅያምን ክትገብረሉ ደሊል ስለ ዘድልየካ ደሊል ዘይደልየለ ከኣ ዘይመጾ ሰብ ዝገበረ ኣብ ቢድዓ ስለ ዝኣቱ በዚ ዝሓለፈ ወርሒ ሕጂ ውን ጋና ኣብ ሻዕባን ደቂ ሰባት ሻዕባን ክቡር ወርሒ እዩ ነቢ ዓለይሂ ሰላት ወሰላም ኣብ መንጎ ረጀብን ረመዳን ዝርከብ ሻዕባን ብዙሕ ሰብ ሸለል ዝብለሉ ወርሒ እዩ ካን ነቢ ዓለይሂ ሰላት ወሰላም መን ዓይሻ ረዲየላሁ ዓንሃ እንታይ ይብላ ኣይረኣኹዎምን ነቢ ዓለይሂ ሰላት ወሰላም ዝበዝሕ ግዜ ዝጾምዎ ካብ ረመዳን ቀጺሉ ሻዕባን እዩ ካነ የሱምሁ ኢላ ቀሊል፣ ውሑድ፣ መዓልቲ ጥራሕ እዮም ዘፍጥሩ ነይሮም እምበር ስያም ዝፍተወሉ ወርሒ እዩ። ወከዛሊክ ቱዕርፋዊ ኣዕማል ን ኣላህ ስብሓን ወተዓላ ናይ ዓመታዊ ጸብጻብ ናብ ረቢ ስብሓን ወተዓላ ዝዓርጅ ወይ ከኣ ሪፖርት ዝኸደሉ እዩ እዚ ወርሒ እዚ። እዚ ኢሉ ከሎ ግን ስፔሻል ዝኾነ ዒባዳ ክትገብር ወይ ስፔሻል ዝኾነ መዓልቲ ፈሊኻ ዝኾነ ዘይተብሃለ ነገር ክትገብር ቢድዓ ዘእትወካ ነገር እዩ። ካብኡ ሓደ ቢድዓ እዚ ፍርቂ ናይ ሻዕባን ኸምስተ ዓሸር ሻዕባን ተባሂሉ ሰባት ንዓኣ ጥራሕ ይጾሙ ኣብቲ ለይቲ ኸኣ ያሲን ሰለስተ ግዜ ይቅራእ ኣብ ዝኾነ ብዝተፈላለየ ዓዲ ብዝተፈላለየ መንገዲ ገሊኦም ሰለዋት ይገብሩ ሰላት ይሰግዱ ስፔሻል ሰላት ኣሎ መሰለን ካብቲ ሓደ ቢድዓ ናይ ሻዕባን ሰላት ኣልበራኣ ዝብሃል ኣሎ ሰላት ስቲ ረክዓት ዝብልዎ ኣሎ ከም ዝበልክዎ ቂራኣት ያሲን ኣሎ እዚ ኩሉ እዚ ያኒ ነቢ ዓለይሂ ሰላቱ ወሰላም ዘይበልዎ ዘይገበርዎ እዩ ስለዚ ኢን ጀነራል ሻዕባን መጺኡና ኣሎ እዚ ሻዕባን እዚ ስያም ከነብዝሓሉ ፍቱው እዩ ነቢ ዓለይሂ ሰላቱ ወሰላም እቲ ዝበዝሐ ካብ ሮሞዳን ወጻኢ ዝጾሙሉ ኣብዚ ወርሒ እዚ እዩ እዚ ወርሒ እዚ ኢሎም ከምቲ ዝሓለፈና ፊ ሰሒሕ ነቢ ዓለይሂ ሰላቱ ወሰላም እንታይ እዮም ኢሎም ነዓም ለም የኩን ነቢ ሰለላሁ ዓለይሂ ወሰለም የሱሙ ሸህራን ኣክተር ምን ሻዕባን ወካነ የሱሙ ሻዕባን ነዓም

እንታይ ይገብረሎም ይቕፍረሎም ይቕፍረሎም ብጀካ መን ብጀካ ሽርክ ዝገበረ ወናዑዝቢላህ ንካብ ረቢ ስብሓን ወተዓላ ከም ንረቢ ዝግብኦ ዒባዳ ንኻልእ ዝሃበ ዱዓ ንኻልእ ዝገበረ ሓገዝ ረቢ ጥራሕ ክእለት ዘለዎ ማይ ከውርድ ካብ ሰማይ ውላድ ረቢ ስብሓን ወተዓላ ዝህብ ኣርዛቅ ኣብ ናይ ረቢ ስብሓን ወተዓላ ኢድ ዝኾነ እዚ ኩሉ እዚ ናይ ረቢ ስራሕን ንረቢ ስብሓን ወተዓላ ዝግብኦ ዒባዳን ንኻልእ ዝሃበ ካብ ካልእ ዝሓተተ ዓላ ኩሊን ሽርክ ዝገበረ ሰብ ኣብዚ ለይቲ እዚ ኣላህ ስብሓን ወተዓላ እንታይ ኣይቕፍረሉን እዩ ወከዛሊክ ኣብ ሙሻሕን ክልተ ሰባት ጽልኢ ዘለዎም ክልተ ሰባት ጽልኢ ዘለዎም እዚኣቶም ከኣ ረቢ ስብሓን ወተዓላ እንታይ ኣይቐፍረሎምን እዩ ስለዚ እዚ ለይቲ እዚ ከምዚ ኢሉ እንከሎ ግን ፍሉይ ዒባዳ ካብ ናትና ኣምጺእና ከምዚ ቁርኡ ሰለስተ ያሲን ቁርኡ ከምዚ ኣዝካር ግበሩ ከምዚ ብሉ ክትብል ደሊል የድልየካ ደሊል የድልየካ እንታይ ኣለዎ ድዩ ዝብሃል ነገር የለን ኣብ ዲን፣ ዲን ማለት ቃለ ኣላህ ወቃለ ረሱሉላህ ሰለላሁ ዓለይሂ ወሰለም ማ ሳሐ ዓን ነቢይ ሰለላሁ ዓለይሂ ወሰለም ዓላ ፈህም ሰለፉና ኣሳልሕ እቲኦም ሰለፉና ኣሳልሕ ኣብኦም ምስ ነቢ ዓለይሂ ሰላቱ ወሰላም ዝረኣዩ ዋሕይ ክወርድ ነቢ ዓለይሂ ሰላቱ ወሰላም ዒባድኦም ክገብሩ ብፅቡቕ ኣረዳድኣ ተረዲኦም ናባና ዘሕለፍዎ ሰለፉና ኣሳልሕ ብኦኦም ኣኢመት ኣልኣርባዓ ካብኦም ካብቲኦም ሰለፉና ሳልሕ ነኽብሮምን ቀረባ ናብቲ ዝበለጸ ግዜ ናይ ነቢ ዓለይሂ ሰላቱ ወሰላም እቲ ዝበለጸ ግዜ ኸይረል ቁሩኒ ቀርኒ ثመ ኣለዚ የሉነሁም ثመ ኣለዚነ የሉነሁም ዝበልዎም ንዕኦም ዝቐረቡ ኣብ ኡማ ናይ እስላምያ ከኣ ተቐባልነት ኣረቢ ስብሓን ወተዓላ ዝገበረሎም ኣኢማ ናትና ካብዚኦም ወጻኢ ዝግበር ነገራት ቢድዓ ግን ኩሉ ግዜ ክንጥንቀቐሉን ክንርሕቀሉን እዩ ዘለና ንምንታይሲ ካብዚ ቢድዓ እዚ ወጺእና ሮሞዳን ብሰላም ምእንቲ ክንኣቱ እንሻኣላህ ኣብ ዝመጽእ ዘሎ ሮሞዳን እንሻኣላህ ከዛሊክ እቲ ብዙሕ ነገር ጌጋታት ዝግበር ኣብ ሮሞዳን እንሻኣላህ ክንሪኦ ክንፍትን ኢና ካብቲ ጌጋ ተማሂርና ኣብኡ ንከይንኣቱ ንማለት እዚ ካብቲ ሑዜፋ ኢብን የማን ዝወሰድናዮ ትምህርቲ እዩ ስለዚ እቲ ቢድዓ ንምፍላጥ ካብኡ ከይትኣቱ ዝሕግዝ ነገር እዩ እሞ